መበል ዓሰርተው ሰለስተ ክፋል እቲ ካብ ተሳፈርትታ ጃልባ ዝፍኖ ዝነበረ ኣውያትን ዋጭዋጭታን ብጽፍዒት ናይቲ ከክንዲ ጸድፊ ዝኸውን ማዕበል እዩ ተዋሒጦም እታ ጃልባ ከም ሰፍኢ ተወርዊራ ናብቲ ማዕበል ባሕሪ ትዓልብ እሞ መሊሳ ኸኣ እናተሓቑነት ተንሳፍፍ ነበረት ማይ ባሕሪ ዘየጠስጠሶ ሰብ ኣይነበረን ኩልና ጠስጢስና እታ ጃልባ ከኣ ብዘዕቆረቶ ማይ ከይትጥሕል ሰጋእና። እቶም ገሊና ማይ ንጭንጉዕ፣ እቶም ገሊና ንውጭጭ፣ በቃ ዕግርግር ኮይኑ። እቲ መራሒ ጃልባ ጸጸኒሑ በጃኹም ሚዛን ንሓሉ፣ ማዕረ ንየማን ጸጋምና ኮፍ ንበል ይብል ነይሩ። ከምቲ ዝበለና ክንገብር ፈተና። ምሕቋንን ምስርሳርን ናይታ ጃልባ ግን መመሊሱ'ዩ ሚዛንካ ዘጥፍኣልካ። ኩሉ ጸሎት ይገብር ኩሉ እናወጨጨ ንማይ ባሕሪ ካብታ ጃልባ ንንብዓት ስንብት ካብ ኣዒንቱ ይጭንኩዕ ነበረ። ኣብ ከምዚ ናይ ቅብጸት ኣጋጣሚ እዩ ከኣ ሓደ ካብቶም መራሕቲ ጃልባ ህድእ በሉ እዚ ማዕበል ነዊሕ ኣይጸንሕን እዩ ጥራይ ሚዛን ንሓሉ ክብል ዝሰማዕኩም ንሱ ካብ ተመኩርኡ ከምኡ ዝበለ ድሕሪ ናይ ገለ ሰዓታት ኣንፈቱ ዝጠፍኦ ጉዕዞ ከኣ ቀስ ብቐስ እቲ ባሕሪ ንቡር መልክዑ እናሓዘ እታ ጃልባና እውን ምስሪ ሳራ እናጎደለ ክኸይድ ጀመረ። ኣነ እውን ከም ኩሉ ተሳፋራይ ተመስገን እናበልኩ ናብቲ ራዕዲ ኣእትዩልና ከም ዘይጸንሐ ድሮ እናሃደኣ ዝኸይድ ዝነበረ ማይ ባሕሪ ማለት ማዕበል ኣማዕደኹ። እታ ጃልባ ናህራን ኣንፈታ ኣብ መዓራርያ ክይድ ኣምሰየት። ሽዑ ካብቶም መራሕቲ ጃልባ ደሴት እንተዘይረኺብና ለይቲ እውን ክንቅጽል ኢና ክብል ሰማዕናዮም። ደሴት ኣይረኸብናን፣ ኪድ ሓዲርና ኪድ ወዓልና ዝበለ ረዘነ፣ ኣብታ ዕለት እቲኣ እውን ማዕበል ዳግማይ ከየጋጥሞም እናሰግኡ ብሙቐትን ዳህርን እናተቐልዉ ከም ዝተጓዕዙ እዩ ኣብታ ጥራዙ ዝጠቅስ። ኣብ ህይወተይ ከም ማዕበል ባሕሪ ዘፍርሕን ዘርዕድን ነገር ርኢ ይፈልጥን። ኩሉ ነገር ረሲዕኻ ህይወት፣ ህላወ፣ ማዕረ ክንደይ ክቡር፣ ማዕረ ክንደይ እቲ ዝለዓለ ጸጋ ምዃኑ ልዕሊ ዝኾነ ይኹን እዋን ይርዳእካ። ሽዑ ብዘይካ ኣንታ ኣምላኽ ካብዚ ኣውጻኒ እናበልካ ካብ ልብኻ ምምህላል ካልእ እትብሎ ነገር የለን። ብዘይካ ምህላው ኣብዛ ዓለም ትምንዮ ነገር ኣይህሉን። ብፍላይ ድሕሪ እቲ ዘጋጠመና ማዕበል ናይ ባሕሪ ጉዕዞ ኣዝዩ ሓደገኛ ጉዕዞ ምዃኑ እዩ ነጺሩለይ። ኣብ ዱር በረኻስ ተሃድም ወይ ኣብ ገረብ ተሓኩር። ኣብ ባሕሪ ግን ትኺልካ ናብቶም ከክንዲ ዓቢ ኣርማድዮ ዝኾኑ ኮራርምቶም ስሒሎም ሃህ ኢሎም ዝጽበዩኻ ዓሳታት ካብ ምባል ሓሊፍካ ኣበይ ክትበጽሕ ትኽእል? ሽዑ ምስ ነብሰይ ብዙሕ እየ ተጣሪዐ። እቲ ንወጻኢ ዝብል ሕልመይ ይኹን ተዓዊተ ህይወተይ ከመሓይሽ ዝሓስቦን ዝሕልኖን ምስቶም ኣብ ትሕቲ እዛ ጃልባ ናብዘን ናብትን ክወናጨፉ ብዓይነይ ዝርእዮም ዝነበርኩ ፍጥረታት ባሕሪ ኣገናዚበ ኦሮማይ ኣንታ ፈጣሪ ካብዞም ፍጥረታት እዚኣቶም ኣድሕነኒ ጥራይ ዝብል ነይረ። ኩሉና ተሳፈርቲ እውን እታ ልዕሊ ዓቕማ ዝጸዕነት ጃልባ ናብ ኣብቶም ዓበይቲ ዓሳታት ክዕው ከይተብለና ኣዚና ኢና ሰጊእና። ዳግማይ ማዕበል ከይትንስእ እሞ ዝኸፍእ ነገር ከይስዕብ እናፈራሕና እንከለና መሬት መስዩ ኪድ ሓዲርና ኣብ ሳልሳይ መዓልትና ንለይቱ ኣብ ገማግም ጅዳ ከም ዝተጸጋዕና በቶም መራሕቲ ጃልባ ተነጊሩና ኩሉ ተሳፋራይ ደሴት ክንረክብ እዩ ተጸቢ ነይሩ እታ ጅዳ እትብል ቃል ኣብ ትጽቢትና ግዲ ዘየጽናሕናያ ኮይና ኩላትና ፍኹስ በለና ይብረዘነ እታ ጃልባ ኣብ ንቑጽ መሬት ከይቀረበት እያ ደው ኢላ። ሓደ ካብቶም መራሕቲ ከኣ ካብዚ ንኔው ክንቀርብ ኣይንኽእልን ኢና፣ ሃያ ውረዱ፣ ቀልጥፉ ቀልጥፉ እናበለ ኣዳፍኣና። እቶም መራሕቲ ጃልባ ካብ ወተሃደራት ስዑዲ ስለ ዝፈርሑዮም ናብቲ ንቑጽ መሬት ዘይቀረቡ። ኩላ ተሳፋራይ ዘዘሊላ ናብቲ ባሕሪ ጠምቦላሕ እናበለት ወረደት። እቲ ንቑጽ መሬት ካብቲ እታ ጃልባ ደው ዝበለትሉ ባሕሪ ናይ ሰለስተ ሚእቲ ሜትሮ ኣቢሉ ወይ ዝያድኡ ርሕቅት ነይርዎ። ነቲ ፈለማ ክሳብ ኣፍ ልበይ ዝወሓጠኒ ማይ እናሓንበስኩ ፈቲነዮ። ካብ ማዕጥቖይ ንታሕቲ ምስ ኮነ ጨብረቕ እናበልኩ ከይደ ከይደ ናብቲ ንቑጽ መሬት በጻሕኩ። እቶም ምሳይ ዝመጹ'ውን ሓደ ድሕሪ እቲ ሓደ ተሰሪዖም፣ ገሊኦም ሓድሕድ እናተተሓሓዙ፣ ገሊኦም ነንበይኖም እናሓንበሱ ካብቲ ባሕሪ ወጹ። ኩሉ ይዛረብ፣ እቲ ሓደ ነቲ ሓደ የድህዮ። ግደ ሓቂ ግን ኩሉ ነብሰይ ኣውጽእኒ እናበለ'ዩ ዝሃድም ዝነበረ። ካብቶም ሰላሳን ሽዱሽተን ሰባት ሓደ ናይ እግሪ መልመስቲ ዝነበሮ መንእሰይ ምስ ደቂ ፖርት ሱብዳን ኣዕርኽቱ ዝመጸ መጓዕዝትና ኣብታ ጃልባ ተሪፉ ክድህን ከሎ ኣማእዲ ስምዒዮም ብጾቱ ይሓገዝዎን ኩልና ናብቲ ንቑጽ መሬት ረጊጽና ድሮ ብእግርና ክንጎይ ጀሚርና ነርና እቲ ዝተረፈ ሓደ መንእሰይ ከኣ ካብታ ጃልባ ከይወርድ ዓቕሚ ስኢኑ ዕኒን ይበለ በጃኹም ሓገዙኒ እንተበለ ከኣ ሰማዒ ረኸበን ነቶም ሰብ ጃልባ ምውራድ ምስ ኣበዮም ንሶም'ውን ካብ ወተሃደራት ስዑዲ ክሃድሙን ከይተሓዙ ነብሶም ከድሕኑን ስለ ዝነበሮም ነዚ ወዲ ካብታ ጃልባ ደፊኦም ናብቲ ባሕሪ ደርብዮሞ ጃልብኦም ኣልዒሎም ተመርቀፉ። ካብታ ጃልባ ዘሊልካ ናብቲ ባሕሪ ክትንቆትስ ኣይኮነንዶ ጥዕና ንዘይብሉ ሰብሲ ኣነ በሃላይ ደልዳላ ጎበዝ'ውን ይፈታተነካ'ዩ።

እቲ ዝገርም ግን እቲ ኩነታት ኣይከምቲ ዝተጸበናዮን እዛ ኩላ ዘዘል ኢላ ኣትያ መሬት ምስ ረገጸት ከም ዑፍ እናበረረት ንውሽጢ ገጻ ዝጎየት ሰብ ኣብ መጻወድያ ሱላሕ ኣልሕዱድ ማለት ሓለውቲ ዶብ ኣትያ ብዘይካቲ ሰኣን ዓቕሙ ድሒሩ ናብቲ ባሕሪ ዝኣተወ ስንኩል መንእሰይ እቶም ዝተረፍና ሰላሳን ሓሙሽተን ሰባት ኣብ ትሕቲ ቀይዲ እቶም ወታደራት ኣእቲናም። ንሕና ዘየስተውዓልናሎም ለካ ኣብ ቅድሜና ኣብ ትሕቲ ቆጥቋጥ መካይኖም ሓቢኦም ተዋዲዶም እዮም ክጽበዩና ጸኒሖም። መጺኻለይ ዶ ክጽበየካ ዓይነት እዩ ነገሩ። በቃ የላበውናን በዝን በትን ኣኽብብ ኣቢሎም ልቕም ልቕም ኣቢሎምና። እናኾብኮቡ ኣኻኺቦም ኣብተን መካይን ጽዒኖም ኣብ ውሽጢ እታ ከተማ ናብ ዝርከብ ተርሒል ኣእተውና። ምስ በለታ ጥራዝ ተርሒል በልኩ ንዝያዳ ምብርሂ። እቲ ተኣሲርናሉ ዝነበርና ቦታ ናይ ገበነኛታት ቤት ማእሰርቲ ኣይኮነን። ናይ መንበሪ ፍቓድ ማለት ሂዋያ ዘይብሎም ወይ ብዝተፈላለየ ምኽንያት ካብ ስዑድያ ዝጥረዙ ከምዚ ናትና እውን ብዘይሕጋዊ መገዲ ዝኣትውሞ ዝተታሕዙ ሰባት ንጊዜኡ ዝዕቆብሉ ቦታ እዩ። ኣብቲ ሰፊሕ ቅርዓት ናይ ተርሒል ዒስራ ዝኸውን ዓበይቲ ኣዳራሻት ኣሎ። ናይ ደቂ ኣንስትዮ ንበይኑ፣ ናይ ደቂ ተባዕትዮ ከኣ ንበይኑ እዩ። ነቶም ኣብ ቀይዲ ዘእተውዎም ሰባት በብሃገሮም ፈላልዮም እዮም ዝሕዝዎም። እቲ ኣነ ዝነበርኩሉ ኣዳራሽ ሚእትን ዒስራን ንኸውን ሱዳናውያን፣ ሶማላውያንን ኤርትራውያንን ብሓባር ተኣሲርናላ ኔርና። እሞኸ ህይወት ተርሒል ከመይ ነይሩ? ሓቂ ሓይሽ ቤት ማእሰርቲ ጅዳ ብፍላይ ምስቲ ኣብ ቤት ማእሰርቲ ጁባ ዘሕለፍኮ ኣደራዕ ኣነጻጺረ ክርእዮ እንከለኹ ሰማይን መሬትን እዩ። ቤት ማእሰርቲ ክትብሎ እውን የጸግመካ እዩ። ዝበለጸ መግቢ ኣብ ሰዓቱ ይመጸካ፣ ሻሂ፣ ማይ፣ ጽሬት ግደፎ። ግን ቤት ማእሰርቲ ምዃኑ ይተርፎን እዩ። እሱር ማለት ከኣ ወትሩ ኣብ ጸቕጢ ኢኻ ትነብር። እምበር ሓደ ምሳና ዝነበረ ብዕድመ ድፍእ ዘበለ ኤርትራዊ ኣንትን ቆልዑ ድሙ ኾማሪት እምበር መሲልክን እናበለ ይስሕቐና ነይሩ። በቃ ትበልዕ፣ ትሰቲ፣ ትድቅስ፣ ትሕጸብ ክሳዕ ዝኾነ ዝኸውን ትበልዕ። ሓደ መዓልቲ ግን ዘይተሓስበ ዕግርግር ተፈጢሩ። እንታይ ዕግርግሩ? እቲ ሽዑ ደቂሰ ስለ ዝነበርኩ እቲ መበገሲ ብርግጽ ኣይፈለጥኩዎን። በቲ ዝተላዕለ እምባጋሮ ብር ኢለ ቋሕ እንተበልኩ እቶም ኤርትራውያን ብጾተይ ምስቶም ሱዳናውያን እንታይ ከም ዘራኸቦም ተሓናኒቖም ይበኣሱ። በተጊለ ተንሲኤ ነቶም ብጾተይ ከገላግል እኣቱ። እቶም ሱዳናውያን ብቑጽሪ ካባና ይበዝሑ። ዋላ ብነብሲ'ውን ከክንዲ ገለ'ዮም ዝኾኑ። ገሌና ብካልቾ ገሌና ብቴስታ ዝከኣለና ፈቲንና። ግን ዓብሊሎምና። ነዚ ዝረኣዩ ሶማላውያን ክሕግዙና ናብቲ እምባጋሮ ተጸንቢሮም፣ ግደፎም ነዞም ሱዳናውያን ዘፍ ኣበልናዮም። ነቲ ዕግርግር ከህድኡ ዓሰርተ ዝኾኑ ኣባላት ፖሊስ መጺኦም በቲ ዝሓዝዎ በትሪ ፖሊስ ጸሊም ጎማ ገይሮም ብምግራፍ ጸጥ ኣበሉና። ዝበለ ረዘነ እቶም ኤርትራውያን ዝያዳ ምስቶም ሶማላውያን ይቀራረቡን ይረዳድኡን ምንባሮም ይዝክር። ሶማላውያን ብባህሪኦም ውዑያትን ደፋራትን እዮም። ሓደ መዓልቲ ሓደ ሶማላዊ ናባይ ቅርብ ኢሉ ካብዚ ከተምልጥ ትደሊ ዶ ምስ በለኒ ከይተማታእኩ ኮይስ ኢለዮ። ኣነ ይኹን ካልኦት ሰባት ከይፈለጥና ለካ ንሱ ምስ ክልተ ሶማላውያን ብጾቱን ንመህደሚ ዝኾን ሜላ እዮም ክባላሓቱ ቀንዮም። ኣነ ድሒረ እየ ፈሊጠ። እቶም ሶማላውያን ንሓድሕድ ተሰማሚዖም ነቲ ናይ ጽሬት ሰራሕተኛ ሕጽር ዝበለት ሓጺን ከምጽኣሎም ተረዳዲኦሞም። ሒዝሎም ምስ መጸ ከኣ ነታ ኣብ ሓደ ኩርናዕ ናይቲ ኣዳራሽ ዝነበረት ኣየር ኮንዲሽነር በቲ ሓጺን ክፈሓሕርዋ ጀሚሮም። ነዚ ተግባር እዚ ብፍላይ እቶም ሰለስተ ሶማላውያን እዮም ተንቀሳቒሶምሉ። ነታ ናይ መምለቒ ቦታ ብመዓልቲ እቲ ኣዳራሽ ጽምው ምስ በለሎም ወዳዲኦም ኣውዓሉ። ለይቲ ንኻድሙ ተረዳዲኦም ነይሮም። ንዓይ እውን ኣቐዲሙ ሓደ ካብኣቶም ነታ ጉዳይ ወስ መስ ኣበለለይ ኮይስ ኢለዮ ነይረ። ግን ኣይሰለጠን። እሂ እንታይ ኮይኑ? እቲ እምባጋሮ ንምሸቱ ኣጋጢሙ። ድሕሪ እቲ ባእሲ ከኣ ገለ ካብቶም ሱዳናውያን ብዛዕባ ሚስጢር ናይታ መምሎቒት ጉድጓድ ዝፈለጡ ስለ ዝነበሩ ንፖሊስ ሓቢሮም። ነቶም ሰለስተ ሶማላውያን እውን ኣሲሮሞም። ሽዑ እቶም ሰለስተ ሶማላውያን ብፌሮ ተኣሲሮም ካብቲ ኣዳራሽ ተሰናቢቶም ማለት እዩ። ምስ ከዱ ከኣ ብኡ ቢሎም ኣይተመልሱናን። እታ መንደቕ ድማ ብኡ ንብኡ ከም ብሓድሽ ተጸጊና። ኣብቲ ተርሒል ከባቢ ወርሕን ክልተ ቅንን ምስ ገበርና ከምቲ እቶም ተዋዝያይ ኤርትራዊ ዝበልዎ ደማሙ ኮማሪት ክንመስል ብኣገባብ ብነፋሪት ገይሮም ናብታ ዝመጻናላ ከተማ ፖርሱዳን መሊሶሙና። ምስ ነብሰይ ኣንታ እንታይ ዓይነት ከውሒ ዝኾነ ዕድል እዩ እዚ እናበልኩ ማሪረ። ዝገብሮ ነገር ግን ኣይነበረንን። ይብረዘነ። ረዘነ ካብ ዱርን ጫካን ኣፍሪቃ ምስ ናይ ሓደጋታት ኣራዊቱን ኣደራዕ ቤት ማእሰርቱን ምስ ክላ ወጺኡ ከይኣክል እንደገና ካብ ማዕበል ቂሕ ባሕርን ማዕበላቱን ብዕድል ኣምሊጡ ካብ መዕቆቢ ጽሉላት ጁባ ናብ መዕቆቢ ጥሩዛት ጅዳ ተገላቢጡ ከየብቅዐ እነሆ ሕጂ ድማ ካብን ናብን ፖርት ሱዳን ናይ ባሕርን ኣየርን ዑደት ኣካይዱ ብዕድሉ እናማረረ ንሕልሚ ወጻኢ ከየስመረ ጉዕዞ ህይወቱ ይቕጽል። ዳሕራይከ ደኣ በልናያ ነታ ጥራዝ ናብ ፖርት ሱዳን ምስ ወዝና ኢና ተመሊስና። ኣብቲ ተርሒል ከብዲ ምላሽ እናበላዕናን እናሰተናን ዓበቕና ነጊፍና መርዓት ሕጽኖት ክንመስል ኢና ካብታ ነፋሪት ወሪድና። እዛ ዓለም ዝብሉዋ ግን ብዛዕባ እዚ ፋዕራ ኣይነበራን። ወተሃደረት ሱዳን ብኡ ንብኡ ተቐብል ኣቢሎም ዳር ትርኢትና ኣርእዮምና። ሓሊሉ ንዝመጸካ ኣድግስ ኣኽቢድካ ጽዓኖ ኮይኑ ነገሩ። ትቕብል ኣቢሎም ናብ ቤት ማእሰርቲ ምድጓኖም ከይኣክል ንመቕጻዕቲ እናበሉ ናብ ገምገም ባሕሪ እናወሰዱ ኣብ ሕርሻ ጨው ፈንዮሙና። በቃ ጨው ክንጓርት ንውዕል። ድሕሪ ናይ ክልተ ወርሒ መቕጻዕቲ ብሰንኪ ከቢድ ስራሕ ልግዕና ማለት ኣንጉዕና ምስ ወዳእና ከምዚ ንዝሓመቐ ኣድጊ ጠይቁ ቀንጢጥካ ናብ ገደል ጎልጎል ትዳጉኖ እሞ ምውዓል ጨረንዕ ዝኸውን ንዓና እውን ኣካላትና ፋሕፋሕ ምስ በለ ካብቲ እንዳ ጨው ኣውፂኦም ያላ ምሹ ኪዱ ኢሎም ኣፋንዮሙና ዝበለ ረዘነ ካብኡ ናብኡ እተን ኣብ ምጉራጅ ጨው ዘሕለፈን ክልተ ናይ መቕፃዕቲ ኣዋርሕ ካብ ኣብ ቤት ማእሰርቲ ምዱጋን ከም ዝሕሸ እዩ ዝገልፀን። ወላ ተካል መዓልቲ እንተወዓልካ ንፋስ ባሕሪ እኳ ተስተማቕር ይብል እሞ ኣስዒቡ ከዓ ምስ ተፈነኹ ሕልናይ ኣዕሪበ ጀጉነን ጀጉነን እናበልኩ ንማእከል ፖርት ሱዳን ኣትየም። ኣብ ጁባይ ገንዘብ ዝበሃል ነገር ኣይነበረንን። በቲ ከቢድ ድኻም፣ በቲ ከቢድ ጸሓይ ምስ ጥሜት ተደማሚሩ በቃ ራዕራዕ ኢሉኒ ይብል። ረዘነ ናብ ውሽጢ እታ ከተማ ምስ ኣተወ ብቐጥታ ናብቶም ኤርትራውያን ኣዕርኽቱ ዘዘውትሩሉ ኣብያተ ሻሂ ይምርሖም። ከምቲ ዝገመቶ ከኣ ንሓደ ዝፈልጦ ዓርኩ ረኸበ። እቲ ዓርኩ ንረዘነ ምስ ረኣየ። ኢህታ! መዓስ ደኣ መጺኻ? በሎም። ናይ ረዘነ ናብ ጅዳ ምኻድ ሰሚዑ ዝነበረ እዩ ዝመስል። ሒዞም ጠሪዞምና በለ ተስፋ ዝቖረጸ ረዘነ። ኣነ ደኣ ደሓን ዝኣተኹም እንዲ መሲሉኒ ኢሉ ወረ ናይቲ ስንኩል መጓዕዝቱ ኣልዓለሉ። ረዘነ እቲ ኣብታ ጃልባ ድሕሪ ዝተረፈ እሞ በቶም ሰብ ጃልባ ናብ ባሕሪ ዝተደርበየ ስንኩል መንእሰይ ዘኪሩ እሂ ንሱ እንታይ በለ ገለ ናይ ሞት መርድእ ናብ ስድርኡ ተላኢኺ ከይከውን እናሰግአ። መልሲ ዓርኪ ረዘነ ግን በንጻር ስግኣቱ'ዩ ዝነበረ። እቲ ኣለኻ ዝበሎ መንእሰይ ድሮ ናብ ጅዳ ብሰላም ከም ዝኣተወን ናብ ስድርኡ ደብዳቤ ከም ዝጸሓፈን ኣበሰሮ። ረዘነ በቲ ዝሰምዖ ወረ ተገሪሙ ርእሱ ብምንቕናቕ፣ ዕድለኛ ይገርመካ'ዩ፣ ንሕና ካብቲ ባሕሪ ወጺና ቀዲምናዮ መሬት ምስ ረገጽና ንሱ ኣብታ ጃልባ ተደናጉዩ፣ ድሒሩ ንሕና ምስ ተተሓዝናዩ ናብቲ መሬት በጺሑ ማለትዩ። እቶም ወታደራት ሒዞሙና ምስ ከዱ ከኣ ኣስተርሕዩ ጅድኡ ኣትዩ። እንቋዕ ተዓወተ በጃኻ ዕድል ገይሩ። በለሞ ነቲ ዕላል ቀይሩ ንዓርኩ ቁሩብ ገንዘብ ከለቁ ሓተቶም። ዓርኩ ኣይሐፈሮን። ፈለማ ኣቑረሶሞ ብድሕሪኡ ነተን ዝሓተቶ መጠን ገንዘብ ሂቡ ብግዲኡ ናብ ሕትኡ ኣተወ። ሕጂ ደኣ ናበይ ኢኻ? እዋእ ወላ ንኻርቱም ክኸይድ እምበር። እሞ ማኪና ትረክብ ዲኻ? እዘን ዜታዋት የለዋን፣ ጥንቅቕ በል ሕጂ ኸኣ መሊሶም ክይሕዙኻ እሞ እናበለ ተፋነዎም። ረዘነ ከምቲ ዓርኩ ዝበሎ ናብ ካርቱም እትማልኦ ዜታዋ ኣይረኸበን። ኣማራጺ ምስ ሰኣነ መሬት ከይመሰየ ከሎ ተቐላጢፉ ኣብ ናይ ህዝቢ ኣውቶቡስ ተሳፈረ። እታ ኣውቶቡስ ኣማሲኣ መደኒ እትበሃል ከተማ በጺሓ ንተፍትሽ ድው በለት። ኣብታ ኣውቶቡስ ኣብ ድሕሪት ወገን እየ ኮፍ ኢለ ነይረ። ኣብ ቅድመይ ሓንቲ ጽብቕቲ ኤርትራዊት መንእሰይ ነይራ። ብቐዳማይ ማዕጾ ሓደ ወተሃደር ተስሪሕ ተስሪሕ እናበለ ተሳፈርቲ ወረቐት ፍቓድ መንበሪ ከርእይዎ እናሓተተ ንድሕሪት ገጹ ክመጽእ ምስ ረኣኹ ፍሕትሕት በልኩም። ንዓይ ገና ኣይሓተተንን። ነታ ኣብ ቅድመይ ዝነበረት መንእሰይ ዝሓታ ነይሩ። ነታ ዝቐበለቶ ወረቐት ኣትኪሩ እናረኣየ ኸኣ ዘረባ ጀመረ። እዚ ተስርሒ እዚ መዓልቲ ወዲቑ እዩ፣ ያላ ውረዲ እናበለ ኣፋጠጠላ። ወያ ጓል ድህል በለት። ንብዓታ ብዘይ ድምፂ ከተፍስሶ ጀመረት። ያላ ውረዲ! ደገመላ። ተንሲኣ ንቕድሚት ገጻ ክትከይድ እንከላ ብድሕሪኣ ክሪኣ ጸኒሑ ገጹ ናባይ መለሰሞ። ተስርሕ! በለኒ። በቲ ኣርናን ድምፁ ብሕርቃን ኣንጎልሒ ጠጠመትኩዎ እዋይ ሓንኳል መዓልቲ ኣንታ እምበር ዶ ኣነስ መከራይ ከብቅዕ እዩ ኢለ ብልቢ እናማረርኩ ካብታ ኣውቶቡስ ወሪደ ነታ ትነብዕ ዝነበረት ጓል ሃገረይ ተጸንበርኳ